ክልተ ዓይነት ሰባት ድማ ዝነብርዋ እያ። ዓለም ኩሉ ግዘ ፅቡቓትን ክፉኣትን፣ ትስፉዋትን ተስፋ ቆራፃትን፣ ሓቀኛታትን ሓሰውትን፣ ለዋሃትን ጨካናትን፣ ኣመስገንትን ኣማረርትን እተእንግድ እያ። ሰብ ድማ ብምርጭኡ ወይ ደድሕሪ እቶም ለባማትን፣ ጽቡቕ ታሪክ ዝገደፉን ይስዕብ። ወይ ደድሕር ዓያሹ ብምስሉይነት ተጠቒዑ ደድሕሪ ክፋእ ይጓዓዝ። ሙኒባ ዝመሃረትኒ ነገር ምስ ዝኾነ ግዘ ክቕየር ዘይኽእል ናይ ምስጋና ልምዲ ዩ። ብልክዕ ድማ ሓቀኛ ሓጎስ ኣብ ገንዘብ ዓወት፣ ህቡብነት፣ ጥዕና፣ ሓዳር፣ ጽባቐ ውላድ ከም ዘይምርኮስ ተረዲኣ። ሓቀኛ ሓጎስ ኣብ ምስጋና ጥራሕ ከም ዝምርኮስ ድማ ፈሊጠ። ሓንቲ ካብተን ኩሉ ግዘ ማዕረ ክንደይ ሕልና ዘይብለይ ምዃነይ ተፍትሸኒ ሄዋን እያ። ናይ ሙኒባ ታሪክን ቃላትን ገለ ካብቶም ካብ ኣእምሮይ ዘይሃሱ ስንቂ እዮም። ሙኒባ ሙዛሪ ለባም ሰብ ንስድራኣ እምበይ ይብልን እያ ትብል። ጓል ዓሰርተ ሸሞንተ ዓመት ከለኹ ንመርዓ ዝሓቱ ስለ ዝመጹኒ ኣቦይ ንኽምርዖ ፍቓድ ይሓተኒ። ኣነ ድማ ቃሉ ከየዕብር ኢለ ምምርዓወይ ዘሐጉሰካ እንተኾይኑ ሕራይ በልክዎ። ድሕሪ ሽዱሽተ ወርሒ ምምርዓወይ ምስ ሰብኣየይ ብመኪና እናተጓዓዝና ሓደጋ የጋጥመና። በዓል ቤተይ ዘሊሉ ገዛእ ነብሱ ኣድሒኑ። ኣነ ግና ምስታ መኪና ናብ ሓደ ደንደስ ይጸድፍ። ኣምፑላስ መጺኣ ንሕክምና ትወስደኒ። ድሕሪ ናይ ክልተ መዓልቲ ድማ ደሓን ኮይነ ዘጋጠመንን ሃለዋተይን ክፈልጥ ጀመርኩ። ኣብ ሳልሳይ መዓልቲ እቲ ዶክተር መጺኡ ጸገም ናይ ኣንድሕቆ ስለ ዘለኒ ብዊልቸር ከም ዝኸይድ ይሕብረኒ። ንጽባሒቱ የእጋርኪ ስለ ተሰበርኪ ክትንቀሳቐሲ ኣይትኽእልን ይብለኒ። እቲ ዝኸፍዐን እቲ ክቕበሎ ዝኸበደንን ግና ኣብ ሳልሳይ መዓልቲ መጺኡ ቈልዓ ክትወልዲ ኣይትኽእልን ኢኺ ምስ በለኒ እዩ። እዚ ኹሉ ገጢሙኪ ንህይወት ክትነብርያ ምሃረፍክዶ? ንስኻስ እዚ ኹሉ ገጢሙካ ክሓልፍ እዩ ኢልካ ተስፋ ምገበርካዶ? ብድሕሪ እዚ እዋን እንታይ እያ ህይወት? ክኸይድ ኣይክእልን፣ ክትስእ ኣይክእልን፣ እሞ ድማ ቆልዓ እውን ኣይወልድን፣ እሞ ንምንታይ ደኣ ክነብር እየ? ኢለ ተስፋ ቆረጽኩ። ነዚ ተዓዘበት እታ ኩሉ ግዘ ጅግና ኣደይ ግና፣ ጓለይ እመንኒ ፈጣሪ ንዓኺ ዝሓሰበልኪ ብዙሕ ኣለዎ፣ ንኹሉ ድማ ክተምስግንሉ ኢኺ፣ ኢላትኒ ተስፋን ቃላታን ናይ ኣደይ ኣይርስዖን እየ ብሓቂ ድማ ቃላት ማዕረ ክንደይ ሓይሊ ከምዘለዎ ኣሚነ ንኹሉ ክሓልፎ እየ ኢለ ተስፋ ጌረ ክጓዓዝ ጀመርኩ እዚ ኩሉ ምስ ኣጋጠመኒ ሰለስተ ነገራት ይፈርሕ ኔረ ንሰን ድማ ቀዳማይ ፍትሕ ካልኣይ ክወልድ ዘይምኽኣለይ ሳልሳይ ንደቂ ሰባት ምብዳሕ እዩ ነበረ። ብዙሓት ሰባት ዘፍርሐና ነገር ኣሎ። ከይብሉኒ ከይንጸላእ ከይንሓምም ጥዕና ተንከፍ ነገርና ንዝተፈለጠ ነገርና ሰባት ከይንኸስር ጥዕና ከይንስእን ገንዘብ መግቢ ማይ ወዘተን ካልኦትን። ሙኒባ ግና ምስ ኩሉ ዘጋጠማ ኩነታት ንዘፍርሕዋ ነገራት በብሓደ ድሕሪ ምጽሓፍ ንነብሳ ከምዚ ትብል፣ ኣነን ኻልኦት ሰባት ስንክልቲ ምዃን ዘይትኽእል ሕማቕ ዕድላ ዘይምርቕቲ ክኸውን ይኽእል እየ። እንተዀነ ንነብሰይ ኣነ ዝብላ እምበር ካልኦት ዝብልዋ ከም ዘይኰነት ስለ ዝኣምንን ንነብሰይ ከም ዘላቶን ኣብ ዘለቶን የፍቅራ እየ ብምባል ንኹሉ ፍርሓ በዲሓቶ። ሰብኣያ ምስ ፈትሓ ንነብሳ ከምዚ በለታ፣ ንሓደ ዘይደልየኒ ሰብ ኣፍቅረኒ ኢለ ኣየግድዶን፣ መንታን ከየቐይሞ ድማ ኣብ ምርጭኡ ነጻ ሰብ ብምዃኑ ነጻ ሓዲገዮ። ንስምዒተይ ሓያል ገይረ ድማ ጽቡቕ ተመኒሉ። ብሓቂ ከም ዝተመርዐወ ምስ ሰማዕኩ ድማ መሴጅ ጽሒፈሉ፣ እንኳዕ ሓጎሰካ፣ ኩሉ ጽቡቕካ ድማ ይምነየልካ ኢለዮ። ንሱ ናይ ብሓቂ ሎሚ ይጽልየሉ ከም ዘለኹ ይፈልጥ እዩ። ኢላ ንናይ ፍትሕ ፍርሓ ፈትሐቶ። ናይ ውላድ ጸገመይ ከምዚለ ብምሕሳብ ኣብዛ ዓለም ስኡናትን ወለዲ ዘይብሎምን ክንደይ ኣለዉ። ስለዚ ሕዚ ዘድሊ ከመደ ኮይነ ብምቕባል ጥራሕ እዩ። ብምባል ንብዙሓት ማሕበራት ቆልዓ ከዕቢ ከም ዝደሊ ሓቢረ። ድማ ድሕሪ ክልተ ዓመት ወዲ ክልተ ዓመት ቆልዓ ከም ወደይ ንኸዕብዮ ተቐቢለ። ምሳይ እውን ከዕብዮ ጀሚረ። ንሓደ ክልተ ዓመት ሰባት መንታ ከይርእዩኒ ተዓጽየ ኣሕሊፈዮ። እንተኾነ ምስ ግዘ ንኹሉ ተቐቢለዮ። ኣብዚ ሕዚ ግዘ ድማ ኣብ ቅድሚ ሚልዮናት ሰባት ጠጠው ኢለ ተስፋን ምትብባዕን ይህብ ኣለኹ በለት ሙኒባ ሙዛሪ። ኣብዚ ሕጂ ግዘ ኣምባሳደር ናይ ዩን ኮይና ንመሰል ደቂ ኣንስትዮ ንካልኦት ብዙሓት ፅጉማትን ትሕግዝ ኣላ። ንኹሉ በዲሓ ድማ ስለ ኹሉ ዝገጠማ በረኸት እዩ ኢላ ብምባል ተምስግን። ጅግና ምስ ሰኣንኩ ጅግና ምዃን መሪጸ ትብል። ወሲኻ ድማ ጸገም ዓበይቲ ኣይኮኑን ንሕና ኢና ናእሽቱ ንኸውን ምኽንያቱ ንረብሓና ክንልውጦም ስለ ዘይንኽእል ስለዚ ንኻልኦት ርኢና ነብስና ካብ ምርጋም ንኻልኦት ትሕቴና ዘለዉ ንጽጉማት ንሓግዝ ዘድልዮም ነገራት ንግበረሎም ኣብ ጸገማት ንዘለዉ ብርሃን ንኹኖም ሰባት በጃኹም ሕዚ እውን ህይወት ኣብ ኣእምሮን ልብን እያ እሞ ልብኻ ኣጸብቕ ኣእምሮኻ ድማ ጽቡቕ ሓሳብ ምልኣዮ ኩሉ ነናቱ ቃልሲ ኣለዎ እሞ ኣይትፍረድ እንተኽኢልካ ሓግዝ። እቲ ዘድሊ ምምራር ኣይኮነን ምምስጋን እዩ። ቃል ኣይኮነን ተግባር እዩ። ፍልጠት ኣይኮነን ህያውነት ድንጋጸ እዩ። ህቡብነት ኣይኮነን ንሰባት ምኽባር እዩ። ሃፍታም ምዃን ኣይኮነን ምሕጋዝ እዩ ትብል ሙኒባ ሙዛሪ። ጸሓፊ፣ ፊሊ፣ ወናኒ፣ ምቁር ቃንዛ። ሰላም ሰላም ተኸታተልቲ ማኪ ሚድያ ንለማዓንቲ ሒዘልኩም ቀሪበ ዝነበርኩ ነዚ ይመስል ነይሩ ኣብዚ ቻናለይ ሓሳብ ርእቶ እንተ ደኣ ሃሊኩም ኣብ ናይ ኮመንት መፅሐፍ ቦታ ሓሳብኩም ክትገድፉለይ ትኽእሉ ኢኹም